ዲያና መሓዛኻ ካን ጠፊኣ መይታ ካይትኾን ሰላም መይታ ድያ ዕንዱ ዕንዱ እንታይ ክብሎ ቀሪባና ቀሪብ ክኽስራ ክትሞት ገለገለ ይብለ
ስቃይ ነሕልፎ ዘለና መከራ እዚ መከራታት እዚ ክፍታሕ ግን ህዝቢ ኤርትራ እኮ በዓል ተዎ ሓያል እዩ ተዋጊእና ተዋጊእና እኮ ናፅነትና ኣምፅእና ኢና ናብ ውልቀ ሰባት

ኹሉ ነገራተይ እዚ ዝደሎ ገለ ዝደሎ እዚ ዝደሎ ኩሉ ብዘይ ሓላዋ ጠፊኡ እዚ ዝደሎ ዝደሎ እዚ ገለ ኩሉ ብዘይ ሓላዋ ሕቅቕ ኢሉ ጠፊኡ ዋላ እዚ ፍርቂ በፂሑ ነይሩ ሕጂ ይመልሶ ኣለኹ ቦታትናን ኣዴታትናን መንግስትና ዝደልዩ እዩ ግዳ እዚ ሰብ ሰኣነ ሰብ ከምኡ ድማ እዚ ስታሊን ዝበልዎ ንሕና ዝበልናዮ ሱቕ ኢልካ ተደምር ስቕ ኢልካ ተፀመድ ይወርድ እዚ ኣውራጃ ትብሎ ዘለኻ ከዓ ቅድሚ ሰላሳ ዓመት ካብ ኤርትራ ኣግሒቡ ማለት ንሕና ከም ኣውራጃ ዝተቐበልናዮ ካብ መግዛእቲ ደኣ እምበር ኤርትራን ኤርትራውነትን። ሰላም ሰላም ክቡራት ተኸታተልቲ ታይ ኢና ንሰምዕ ኣለና ኣብ ናይ ሎማዓንቲ መደብና ዝተፈላለዩ ሓደሽቲ መረጃታትን መዘናጊ ቪድዮታትን ከምቲ ልሙድ ሒዘልኩም ኸሪበ ኣለኹ ንዝ ቻናል እዚ ድማ ሓደሽቲ ዝኾንኩም ሰባት ቅድሚ ናብቲ መደብና ምቕጻልና ሰብስክራይብ ምግባርኩም እርግጸኛ ኹኑ ከምዚኦም ዝኣመሰሉ መደባት ንዓኹም ቀዲሞም ንዓኹም ንኽበዝሑ ሰብስክራይብ ምግባርኩም ኣይትረስኡ ኣብ ናይ ሎማዓንቲ መደብና ከምቲ ኣብ ፈለማ ዝረኣኹሞም ዝተፈላለዩ ሓደሽቲ መረጃታት እየ ሒዘልኩም ቐሪበ ዘለኹ። ሎሚ ድማ ኣብ ማህበራዊ ሚድያታት ካብቶም ኣዝዮም መዘራረብቲ ኾይኖም ዝወዓሉ ዛዕባታት ሓደ ናይ ንሸላ ናይ ላይቭ ፃንሒት እዩ ማለት እዩ። ንዲያና ሃፍትና ተዘሚትናዮም ዝብሉና ዘለው ንሱ ብሰፊኡ እስካብ መወዳእታ ምሳይ ፅንሑ ብሰፊኡ ክረኤና ማለት እዩ። ብኻልእ ድማ ናይ ማዕበል ስፍሕ ዝበለ ናይ ላይቭ ፃንሒት ነይሩ። ንሱ ውን ሒዝናልኩም ቐሪብና ኣለና። ብኻልእ ድማ ናሆም ሓውና ናዲዩ ሒዙ መጺኡ ብዛዕባ ናይ ኣዋልድ ኣብ ኽንደይ ዕድመኣን ኽምርዐዋ ኣለወን ዝብል ስፍሕ ዝበለ ጻንሒት እዩ ነይርወን ንሱ ውን ሒዘልኩም ቐሪበ ኣለኹ። ንዚኦምን ካልኦትን ዝተፈላለዩ መዘናግዒ ቪድዮታትን ዝተፈላለዩ ኣብ ማህበራዊ ሚድያታት ኣዝዮም ኣዘራረብቲ ኾይኖም ዝወዓሉ ዛዕባታት መረጃታት እየ ሒዘልኩም ቀሪበ ዘለኹ እስካብ መወዳእታ ምሳይ ፅንሑ ንዚ ቻናል እዚ ድማ ሓደሽቲ ንኹኹም ሰባት ቅድሚ ናብቲ መደብና ምቕፃልና ሰብስክራይብ ምግባርኩም ብርግፀኛ ኩኑ ሰብስክራይብ ትብል ፅሕፍቲ ኣብ ታሕቲ እኒኣ ሰብስክራይብ ግበሩ ነታ ቪድዮ ድማ ላይክ ገይርኩም ጀምርዋ ማለት እዩ እስከ ካብ መጀመሪ ክኾነና ነሽነሽ ሕቶ ኣለኒ እዩ ዝብል ዘሎ ነሱ ተሓታቲና ንመለስ ሕቶ ነሽነሽ ኣብዚ ግዜ እዚ ብዙሓት ደቂ ኣንስትዮ ስእሊ ናይ ሰብኣየን እንዳሓበኣ ይርከባ። ንኣብነት ናይዛ ሓፍትና በዚ ሸፊናቶ ኣላ፣ በዚ ሸፊናቶ ኣላ፣ በዚ ሸፊናቶ ኣላ፣ በዚ ሸፊናቶ ኣላ። ብዙሓት ደቂ ኣንስትዮ ናይ ኣፍቃሪኤን ናይ ዝሕጸየን ዘሎ ወዲ ገጹ ሸሸፊነን ይዝርግሕኦ ኣለዋ። እቲ ምስጢር እንታይ እዩ? ቁጽሪ ሓደ ኣብዚ ግዜ እዚ ብዙሓት ደቂ ኣንስትዮ ሰብኣይ ዝምንጥላ ስለ ዘለዋ እዘን ኣዋልድ መታን ከይምንጠላ ኢለን እየን ዝሓብኦኦ ዘለዋ። ቁፅሪ ክልተ እቲ ወዲ ቅድሚ ሕጂ ሓዳር ስለ ዝነበሮ ወይ ሕጂ ሓዳር ስለ ዘለዎ ወይ ውላድ ስለ ዘለዎ ብሓፈሻ ምስጢሩ ከይፍለጥ ንክዓብድ ወይ ንክዘውር ከይተሓዝ ስለ ዝፈርሐ እዩ ቁፅሪ ሰለስተ እቲ ወዲ ጉዳይ ሓዳርና ኣይንዘርግሕ ይብል እታ ጓል እንዘርግሕ ትብል ምስምማዕ ስለ ዝሰኣኑ እቲ ወዲ ገፁ ይሽፍን እታ ጓል ገኣ ገፃ ትኸፍት ቁጽሪ ባዕተ ባዕልኹም ምልሱ እንታይ እዩ እቲ ምስጢር ካብዚ ኩሉ ገጽ እንዳሓበእኻ ምዝርጋሕ ዝልመድ ዘሎ ላይክ ኣይትረስዑ ኣየሳእነና ጋዜጠኛ ኒሽነሽ ካብ ሃገረ ጀርመን የቐንየለይ። እስከ ንሕና እውን የቀንየልና እንዳበልና እስከ ናይ ሸዊት ቪድዮ ተኸታቲልና ንመለስ ሕጂ እውን ኣነ ኣይኮንኩን እንዳበለት እያ ትዛረብ ዘላ ኣነ ኣይኮንኩን ኣብቲ ኣብቲ ናይ ቀረበት መደብ ኣነ ኣይነበርኩን ኣነ ኣይኹን ክንድያ ትብል ዘላ እሱ ተኻቲና እስከ ንመለስ።
ነተን ህውይቲ ገለ ኢሎም ሸር ዝገበርዎ ኣነ ብዘይፈልጣ ሰብ ሽመይ ጠፋ ኣነ ብዘይፈልጣ ሰብ ሸዊተ እናተብሃለት ሸር ትግበር ኣላ ጋይሶች ኣረ ኢትዮጵያ ዝውርዳል እኔ በማላውቃት ሸዊት ናት ብሎ

ሓቂ ክተመልኦ ክንባስሞ ጎጅተይ ኣቲ ተረኒ ሙኒተይ ኣልሚትካኒ ጎጅተይ ትብል ኣቲ ትብለኒ ዋመካል እሺ ሞኒተይ ሕጂ ድማ ብምክሳን ናይ ኣዱ ቪድዮ ተኸታቲና ንመለስ እስኪ ኣብ ዘለኩም ሬቶ እውን ኣብ ቦታኹምን እንዳፀሓፍኩም ኣይትረስኡ ምፅሓፍኩም ሰብስክራይብ ዘይገበርኩም ድማ ሰብስክራይብ ምግባርኩም ኣይትረስኡ እስከ ናብቲ ምስሊ ንኸትስር ክገርመኩም ኣነ ዕልል እንደ መፅኤ ናፊቐኩም እንዴ እስኪ ንኣምላኽ ዝፈርሕ ሰብ ዶ ይበዝሕ ንፋክቱራ ዝፈርሕ ኣነ ሕጂ ፋክቱራ ንምንታይ ኣብዚሓ ተልኩም ብፋክቱራ ናይ ቤት ፍርዲ ኩሉ ነገራተይ እዚ ዝደሎ ገለ ዝደሎ ዝደሎ ኩሉ ብዘይ ሓላዋ ጠፊኡ እዚ ዝደሎ ዝደሎ እዚ ገለ ኩሉ ብዘይ ሓላዋ ሕቅቕ ኢሉ ጠፊኡ ዋላ እዚ ፍርቂ በፂሑ ነይሩ ሕጂ ይመልሶ ኣለኹ ሕጂ ካብ እዝጋብሄር ንላዕሊ ሲስተም ናይ ኤውሮጳ ኢና ንንግብገብ መልሓስ ሰብ ከም ቁሪ ንፈርሕ ትብሉ ሓደ ግበር መልሓስ ሰብ ከም ቁሪ ወጋሕታ ከብከብ የብለኒ ከም ፋክቱራ ኤውሮጳ ገይረ ንእግዚኣብሄር ኣይፈርሐን እየ ትብል ሓቂ ተዛረብ
ሂቦም ዶ ይብልካን ሂቦምና ግናሲ ንዓይ ምስ ተሰምዓኒ እዩ ትመልክዕ ኣኮ እምበር ዶ እዞም ስድራ ፅቡቅ ኣስሚዕምኻ ማለት ዶ ሃቦም ናይ ታበይ ወለድካ ዲኻ እንተ ሰርባይተ ትኸውን ስምበሪ ቀደም ሕራይ ኢልካዮም ሃለኻ ኣይ ወላ ዲኻ እንዴታ ሓምበል ሕራይ ዘልካ ይኹን ድሕሪ ደጊም ኩሓዲ ኮይና ኢና እንታ ኮይ ወለ ግና ክምቅረካ እየ ክምቅረካ እየ ንዓይ ግን ሕጂ ኣዝዩ ክጽግመኒ ኣነዶ ዋ እንታይ ጸጎም እንተ ክጥዕመኒ ይባበል ድሓን ሕራይ ቅድሜና ከ ንርእዮ
እስከ ብምቕጻል ድማ ናይ እነ ናሆም ቪድዮ ተኸታቲልና ንመለስ ብዛዕባ ሓዳር ጓል ኣንስተይቲ ኣብ ኽንደይ ዕድመኣ ሓዳር ክትገብር ኣለዋ ንዝብል ናይ ኣዲኡ መልሲ ኢና ክንሰምዕ ማለት እዩ ኣብዚ ናይ ባዕልኹም ርእይቶ ውን እንድሕር ድኣ ሃልዩ ምጽሓፍኩም ኣይትረስዑ እስከ እዛ ምስሊ ተኸታቲልና ንመለስ። What's the best year she give him it መኣስ ድያ ክትምርዖ ዘለዋ ጓል ኣንስተይቲ ካብ ዕድመታት ናይ ዕድመኣ።

ደሓር ከኣ ስጋብ ዕስራን ሓሙሽተን ዓመት ተማሂራ ድያ እንተደኣ ዩኒቨርሲቲ ኣትያ ዩኒቨርሲቲ ወዲኣ እንተደኣ ኮለጅ ኣትያ ኮለጃ ወዲኣ ዝኾነ ንዓኣ ዝኾና ንዓኣ ከንብራ ዝኽእል ህይወት ሒዛ ንዓኣ ዘማ ዘዋፅኣ ሰብ ከኣ ክመርፀሉ ትኽእል ዕድመ እዩ ስራሕ ሓሙሽተ ዓመት ዳስ ፌር ኢናፍ ስራሕ ዕስራን ዓመት ዕስራን ሓሙሽተን ዕስራን ሰለስተን ስጋብ ዕስራን ሓሙሽተን ዘሎ ዓመት ፅቡቕ ዕድመ ናይ ጓል ኣንስተይቲ ዕድመ ክሳብ ናይ ኣዴታት ምኽሪ ምስማዕ ፅቡቕ እንድዩ

እንዳ ዓረፍካ ተሰቲኻ ድኣ ክትዓርፍ እንዲኻ። እማ ጠቕሊለ እቲ መስተስ ተባዕ ክብሎ። ኣንታ በርሀ እዚ ኮን ሂወትካ ሓልዮት እዩ ኣታ ኣምላኽ መዓስ እዩ ልቢ ዝገብር እዚ ኤይ ትዋራ ዘይለይ እስከ በይነይ ድየ ድስታ ኣነ። ናይ ሰብ እኮ ንዓኻ ኣይምልከተካን እዩ ናይ ነብስኻ ዘይትገብር። እሞ ንዓይ ከሐጉሱ ጥርሙዝ ኣወረቂ እንድሕር ድኣ ኣውሪዶምስ ረጥሪጠዮም ዲኺ። ረጥሪጥካዮም ሂወትካ እዩ።
ኣንቲ ንስኽዳ ናይ ሰብ ዶ እዝኒ ኣለኪ ዶተረ እንታይ ኣየ ክሰቲ ደለኒ እንታይ ኣየ ክሰቲ ደይብለይ እንዶ ብርሃን። ብሓፈሽኡ ኣልኮላዊ ትሕዝቶ ዘለዎ መስተ ኣብ ኣፍካ ቀርብ ይብሉን። ወላ ኣብ ንግዳት ወላ ኣብ ዘክር። ስምዓኒ ጸላም ከብድኻ ኣዚያ እያ ተተንኪፋ ዘላ ካብዚ ንላዕሊ መስተ ምስታይ ከኣ ንሂወትካ ሓደጋ እዩ ንብለካ ኣለና ስምዓና። ሕማቅ ፍርዲ እዚ ፍትሒ ኮነስ ሰብከ እንታይ ክብለኒ።

ዶክተረይ ብማርያም ኢለኩም በጃኩም ጽቡቅ ጌርኩም ኣስምዑለይ እዚ ዝሰምዕ ሰብ ኣይኮነን። ኣቶ በርሀ ጸላም ከብድኻ ኣዝያ ሕማቃ ዘላ እዚ መስተ ተቋሪጽካዮ ክትነብር ኢኻ እንተዘይ ኮይኑ ባዕልኻ ኢኻ ሂወትካ ትፈርዳ ዘለኻ ስለዚ ተጠንቀቅ በጃኻ። እሞ ይዕመጽ ኣለኹ እኮ እየ ድብል ደለኹ እዚ ፍትሒ ኣይኮነን ይብደል ኣለኹ በሃላይ እየ ኣነ። ኣቶ በርሀ ኣነ ካብ ምሕካም ሓሊፈ ግዴታ ይሰክመካን እየ እቲ ዝሓይሽ ምኽሪ እየ ዝበካ ዘለኹ። በርሀ ይርድኣካ ኣሎ ድዩ ንዶክተር ስክ ትከትዖ። ዋእ

ሓባርክባ እሺ ከይደ ኣብ ቅድሚ ሰብ ኮያ ዘንጢላትኒ።
ኣንታ ከመይ ጽሉ ሰብ ባዩ ዘሎ ደረጃ። እስከ ምቕጻል ድማ ሃውና ዘረና ዘሎ ስድራታት ሓበሻ ደቆም ከምዚ ጽቡቕ ነገር ገውሩት ተሎ ወይ ድማ ጽቡቕ መልሲ ክህቡ ተለዉ ዝህቦም ወይም ድማ ንሶም እውን ዝምልስዎ መልሲ እዩ ዘረየና ዘሎ ንሱ ተሓታቲና ንመለስ

እዚ ናይ ኦሞረዴ ፈውሲ እዩ እዚ ኸዓ መሕፀቢ ሰብነት እዩ ንምንታይ ተንኪፍኩሞ ተፈሪድና ንብላዕ መሲልና ዝነረእናዮ መዓሪ ድኸውን ኢልና ባዕ
እዚ ትሪእዮ ኣለኺ እዚ ናይ ርእሲ መሕፀቢ እዚ ናይ ኦሞረዴ ፈውሲ እዚ ኩሉ መድሃኒት እዩ ዝበዝሕ እዚ ኸዓ መሕፀቢ ሰብነት እዩ እዚ ብርቱዕ እዚ ርእዮ ናይ ኣእምሮ ዶ ፈውሲ እዩ ንምንታይ ትንፍዎ
ተሪብና ኣቦኻ ሲሎም ፈሊጦሞ ነይሮም ወያኔ ባዕ ወያኔ ኢደይ ትሰበር ሕጂ ካብዚ በሊዕኩም ማለት እዩ
ተድለኸናያስ ወዲናዮ ወላ ተዓርዕር ኢልና ብሓይሊ ወዲእናዮ እምበር ዓሪዕራትና ሓቂ ዘረባ ባ እንታይ ማለት እንታይ ማለት ደይትሓቱ ቅድም ዘይትሓቱ

ከይሓተትካ ይብላዕን እዩ ከይሓተትካ ይትንከፍን እዩ። ኣታ ኣቲ ውልቀ ከስራ እንታይ ደደቅስ ነይርካ። ደኺመ ኣነ ሕጂ እንድየ ኣትየ ይድቅስ ኣለኒ ግዲ እንታይ ድኣ ክገብር።
ተሃዊኽና ተሃዊኽና ወደይ ንሕናስ ኣሰርተ ሰለስተ ዓመት ሙሉእ ኣብኡ ጌሩሲ እንታይ ኮን ሒዝልና መጺኡ ይኸውን ኢለ ንዓይዶ ሽፎን ተማሊኡላ ይኸውን ነብኡ ደባድላ ተባድላ እኳ ርኢናያ ግፍሕ ድበለ እዚ ተማልየ ካብዚ ትሕጸቡ ነብስኹም ካብዚ ትሕጸቡ ጸጉርኹም ኣይ ምሕጻብ ድሕሪ ዘይምደለና ሓሚምኩም ኦቨረዲ ከኣ ካብዚ ትጥቀሙ ካብዚ ንላዕሊ እንታይ ኣሎ ኣይ ሕማምሲ ደሓን እዩ እግዚኣብሔር ይመስገን ደሓንና ኔርና ንሕና ንደሊ ንብልዕ ኣብ ተመረቀሲ መጸግዕ ኢና ንደሊ ካዳ ተካዕብሰልና ርእስና ደንፈተ ዋይ ታምናና ይክላና ዋይ እንታይ መካዕብሰልና እዩ ብሓቂ ተጋጊኹም ኢኹም ከይሓተትካ ኣይትንከፍን እዩ
ባዕልኻ ከይሓተትካ ዝኾነ ንብረት ከም ዘይትንከፍሲ ርኢናዮ ኣለና ባዕልና ባዕልና ባዕልናስ ረኺብናዮ ኣለና በቃ ሕጂ እንታይ ትኾኑ ኣቦይ በልዑ ንስኺ በሊዕኺ እንታይ ትኾኑ ታይ ምኮነ ዳኣ ገይሩ ፈልጥ ታይ ምክን ቢና ጅሞን ተክሚስ ክሪና። ተጋጊኹም ክኸውን ኣይነበሮን ኦሮማይ ኮይኑ ሕጂ ምናልባት ኣነ ድሕሪ ሓሚምኩም ገንዘብ የብለይን ድሕሪ ሓሚምኩም ገንዘብ የብለይን ባዕልኹም ተሓከሙ እዚኣ ሳይ ትበል እዛ የብለይን ኣይተስማዓኒ ኣነ የብለይን ኣይፈቱን እዚ ከማን ኣብኡ ኣቕሚጤ ዝነበርኩ ኣቐዲመ ዝገዛእኹ እዩ የብለይን ገንዘብ ካብዚ ትሕፀቡ ኣቦይ እንድሕሪ ሓሚሙ እምሮዴ ካብዚ ይልከይ ይሓዊ ኩሉ በቃ ኣተሓማምሲ የብልና ንሕና ስእነት ገንዘብ እዩ ኣደልና እምበር ሕማም የብልና ገለ መለ ብልና ዋ ይሄ ኣይትሰርሑ ዲኹም ኣቦይ ኣይሰርሕን ንስኻ ኣይትሰርሒ ዲኺ ኣንታ ብልብኻ ዲኻ ከምካ ትሕተን ዘለኻ መን ሰሪሑ ዳ ስጋብ ሕጂ እናብየርኒ ጫፋፍ ክብሉ ክዳነ ኩላህና ኣብ ህይወትና ዘጋጥሙና ዝተፈላለዩ ነገራት ክህልዩ ይኽእሉ እዮም ንሶም ተጻዊርካ ፍሽኽታ ኣመለይ እንዳበልካ ናብራና ክንቅጽል ይግበእና ማለት እዩ ክንጥንክር ወይም ድማ ክንጉብዝ ይግበእና ማለት እዩ እስከ እስካብ ሕጂ ድማ ሰብስክራይብ ከይገበርኩም እንድሕር ደኣ ትከታተሉ ሰባት እንድሕር ደኣ ሃሊኹም ሰብስክራይብ ምግባርኩም ኣይትረስኡ ንዓኹም ኢሉ ማለት ኣይኮነን እታ ሚድያ ግን ሰፖርት ስለ ዝኾነ ሰብስክራይብ ምግባርኩም ኣይትረስኡ እስከ ናይታ እታ ቪድዮ ተኸታቲልና ንመለስ ሮባ ጥዑም
ሮባ ጥዑም ወደ ደይ ባሕር ሰብ ጌርና ሮባ ኣብ ቅድሚ ኣምላክ ካብ ቀደመ ከምዚ እንዲ ኣነ ግን ኣብ ርእዩ ኣብ ርእሲ እዚ ደጊምኒ በቃ ሮባ

ኣብታ ሕጂ ዝተኸታተልናያ ምስሊ ብዙህ ሰባት ኮሜንት ዝገብርዎ ዝነበሩ ታይ እዩ ዝገብር ዘሎ ብድሕሪት እዩ እስኹም ኣብዚ ዘለኩም ሪኢቶ እንድሕር ድኣ ሃልዩ ኣብ ቦታ ኮመንት ምጽሓፍኩም ኣይትረስኡ ብምቅጻል ድማ ናይ ሜሮን ብዛዕባ ናይ ኤሳያስ ዝተዛረቦ ዘረባታት እንዮ ንሶም ተኽታቲልና ንመለስ እስካብ ሕጂ ድማ ላይክ ለይገበርኩም ሰባት ላይክ ምግባርኩም ኣይትረስኡ። ድማ ንህዝቢ ኤርትራ ሙሉእ ብሙሉእ ሎሚ ምሸት ኣነ ስለ ዝንዕቀኩም ብዛዕባ እዛ ሃገርን ብዛዕባ ናትኩም ሕቶታትን ድማ ዕጅብ ስለ ዘይብለኒ ንዝሓለፈ ዓመታት ጽቡቕ ገይረ ረጊጸ ኣብ ትሕቲ ቁጽር ስለ ዘእተኹኹም ካብ ሕጂ ንኔው ድማ እትገብርዎን እትበጽሕዎን ነገር ስለ ዘይብልኩም ብዛዕባ ዘቤታዊ ወይ ውሽጣዊ ጉዳያት ናይ ኤርትራ ክዛረብ ግዜ የብለይን እዩ ሎማዓንቲ 20 ደቂቃ ሂበኩም እየ ጽባሕ ሰንበት ድማ ቢዜ ቆጸራ ሓዙ ክብል ብትዕቢትን ብንዕቀትን ተዛሪቡ ብዛዕባ ጎደቦና ብዛዕባ ኢትዮጵያ ብዛዕባ ሱዳን ብዛዕባ ጁቡቲ ብዛዕባ ኤሮጳ ሕብረት እዚ ብምሉኡ ግን ግዜ ኣለዎ ኢስያስ። እዛ ሰንበት ግዘ የብለይን ዝበላ ዘረባ ብጣዕሚ መዘራርብት ኾይና እያ ትርከብ ማለት እዩ። ኣብዚ ዘለኩም ደረ ሪቶ እንተርዳ ሃልዩ ምስ ሓፉና ኣብ ቦታ ኮመንት ብምክጻል ድማ ናይ ማዕበል ቪድዮ ተከታቲልና እስከ ንመለስ።
የዋህ ሓማስ ግን ኣካሊ ጉዛይ ሰራየ ክልተ ተጋዳሪ እዩ። ስለዚ ወፍሪ ፅምዶ ኢሎሞ መበል ሰላሳን ሸሞንትን ዙርያ ወፍሪ ፅምዶ ዝብል ኦኬ
ተጋሩ ካብ ትግራይ ተሰዲዶም ኣብ ኤርትራ ዝመፁ ተጋሩ ይበሃሉ። ንሕና ኣብ ታሪኽና ተጋሩ ተባሂልና ኣይንፈልጥን። ኣብ ታሪኽና ኣቦታትናን ኣዴታትናን መንግስትና ዝደልዩ እዩ ግዳ እዚ ሰብ ሰኣነ ሰብ ከምኡ ድማ እዚ ስታሊን ዝበልዎ ንሕና ዝበልናዮ ሱቕ ኢልካ ተደምር ስቕ ኢልካ ተፀመድ ይወድእ እዚ ኣውራጃ ትብሎ ዘለኻ ከዓ ቅድሚ ሰላሳ ዓመት ካብ ኤርትራ ኣግሒቡ ማለት ንሕና ከም ኣውራጃ ዝተቐበልናዮ ካብ መግዛእቲ ደኣ እምበር ኤርትራን ኤርትራውነትን እዮም ኣቦታትና ደምን ህይወቶምን ከፊሎም ከስኪሶም ናፅነት ኣምፅኦም ከምኡ ከዓ ንስለ ኤርትራ ኢሎም ናዮም መስዋእቲ ከፊሎም ደኣ እምበር ነዚ ትብሎ ዘለካ ቦታ ኣይኮነን ኣብዚ ትብሎ ዘለካ ቦታ ዞባ ማእከል ዞባ ደቡብ እዩ ዝኾን ዘሎ ብከምኡ ስያመ ደኣ ክትፅውዖ ይግበኣካ ደኣ እምበር ቀዳማይ ነገር ኣብ ጉዳይ ኤርትራ ብብሄር ድዩ ብሃይማኖት ድዩ ብኣውራጃ ድዩ ክትዛረብ ፅቡቅ ኣይኮነን
ትርር እንደበሉ ትማትም ኣታ ተርር ኣታ መንጠልጥሎ ብልኩም ዲማ ኣታ ሽዱሽተ ዞባ ሕጂ ክትምህርዎ እዚ ህዝቢ ትሽዓተ ብሄር ሽዱሽተ ዞባ ትሽዓተ ብሄር ሽዱሽተ ዞባ ንሽሕን ትሽዓተ ሚእቲ ተስዓን ሰለስተ ሕጂ ክትምህርዎ ኣንታ ከመይ ኣንታ እንታይ ዓይነት ለሃማማት ኢኹም ኣንታ ክትትርርበሩ ታሕቲ ጎብንፅኡ ቃለ መጠይቕ እንተትገብርዎ ይነበርኩም ፍየራ ሓቡለይ ነዚ ጅግና ፍየራ ሓቡለይ ኣብ ጎንኻ ኣለና ፍየራ ሓቡለይ ኤ ሕዙ ተፀመዱ ኣንቱም ብሩኻት ፍጥረት ተፀመዱ ትሽዓተ ዞባ ሽዱሽተ እንታይ ደኣ ክፅመዱ ከለኹ ንመን ወኪልኩም ኢኹም ከይድኩም

እቲ ናይ ሓር ጨናን ዘምጽኣ ተረደኻኒ እቲ ናይ ሽቓቕ ገለ ምሸምጽኣ ኣብቲ ክሳደይ ንገብራ ኩሉ እቲ ጨና ኣይፈልጣን እየን ብዙሕ ኣብቲ ጽሑፍ ስለ ዘይርእያ ሃተውተው ስለ ዝብላ ካብቲ ኣልዕል ኣቢለን እየን ዘምጽኣ ተረደኻኒ ጨና መሓዛኻ ካን ጠፊኣ።
መይታ ካይትኾን ሰላም። መይታ ድያ? ዕንዱ ዕንዲ እንታይ ክብል ይብሎ ቀሪባ ኣላ ቀሪብካ ክስኽራ ክትሞት ገለ ገለ ይብሎ።
እዚ ናይ ናይ ጻንሒቶም ከምቲ ዝተኸታተልኩሞ እዩ ዝመስል ማለት እዩ ዲያና ሞይታ እዮም እንዳበሉ ነይሮም ማለት እዩ ቅድሚ ሕጂ እውን ግን ብዛዕባ ናይ ታታማ ኣንዱ ሞይቱ ዝል ዜና ከምዚ ሸላ እዩ ከም ከልዲ ኣቢሉ ከምዚ ሞይቱ ይበሃል ነይሩ ግዛ እዩ ካብኡ ድማ ኣብ ማህበራዊ ሚዲያታት ኣዝዩ ይጋፋሕ ወይም ድማ ብጣዕሚ መዘራረቢ ይኾን ማለት እዩ ሕጂ እውን ዲያና ካብ ቲክቶክ ንእሽተይ ስለ ዝታፍአት እዩ ሞይታ ዝብል ዘሎ ሓቂ ድዩ ሓቂ ኣይኮነን እስካብ ሕጂ ዝተረጋገፀ ነገር ምንም የለን ማለት እዩ እስከ ብከሲልና ድማ ናይ ሓደ ኣቦና ኣዝዮም ሓሪኾም ብዛባ ናይ ህዝቢ ኤርትራ ቃንዛዮም ዘረቡ ዘለዉ ንሱ ተኸታቲልና ንመልስ ስቃይ ነሕልፎ ዘለና መከራ እዚ መከራታት እዚ ክፍታሕ ግን ህዝቢ ኤርትራ እኮ በዓል ተውኦ ሓያል እዩ። ተዋጊእና ተዋጊእና እኮ ናጽነትና ኣምጺእናያ ኢና። ናብ ውልቀ ሰባት ክትቅየር ከላ መን እዩ ጠሊምና? ኣበይ ኣለኹም ኣንቱም ምሁራት? ደሊኹም ኣመሪካ፣ ደሊኹም ጀርመን፣ እስኹም እሞ ተጠርነፉ ክትመርሑና ትኽእሉ ንሕና ድሉዋት ኣለና። ሃየ እስከ ንበገስ ንፋለስ እኳ ኢላታ ሜዳ ኤርትራ ስለዚ ሓድነት ናይ መን ይድለ ኣሎ እዚ ህዝቢ እዚ ሓድነቱ ተረጋገፀ መሰሎ ስለ ዝተደቆቆ ሓንካስ ኹን ዕውር ኹን ፀባም ኹን ተጓሪቱ ኣትዩ ኣሎ ልክዕ ናይ ሎማንቲ መደብና ከም ተስተኸታተልኹም ዝመስል ነይሩ ከምዚኦም ዝኣመሰሉ መደባት ንዋኹም ንኽነብል ሰብስክራይብ ላይክ ሼር ምግባርኹም ኣይትረስኡ ብካልኦት መደባት እስካብ ራኽብ በብዘለኹሞ ሰላምን ራህዋን ትኾኑ ካብ ልቢ እንዳተመነኹ ሰላም